ፉል ሸቂጣ ስድራኣ ትሕግዝ ንፍዕቲ ጓል እያ ነይራ ብጣዕሚ ግን እቲ ኣብቲ ግዜ ትሰርሖ ነበረት ሓምሊ ሽቅጥ ነይራ ጽብቅቲ እያ ሓምላ ተሰኪማ ንጎ ክትወጽእ ከላ ናይ ቅርሺ ሓምሊ ኣርባዕተ ኣርባዕተ ጥማር ድሸጥ ነይሩ ሽዑ ኣርባዕተ ጥማር ንገዛና እንድሕር ኣትዩ ምሳሕ ድራር ንሳ እያ ቅያር የለን ማኮረኒ ቅረ ይቅየር ሩዝ ኣይቅየር ዓደስ ኣይቅየር ሽሮ ይቅየር ሰለስተ መዓልቲ ከምኡ ኢኻ ትበልዕ ሓምሊ ሓምሊ ተሎ ከዓ እንዳ ጎረቤት ገለ ምስ ዓርክኻ እንዳዕለልካ ፈሊጥካ ኢኻ ትበልዕ እንዳ ጎረቤት እምበር ነቲ ሓምሊ ንገዛና እንታይ ኢልካ ክትከይድ ሕጂ ፀሓይ ዓለም ብኡ ክትሓልፍ ኣይንደልያን ኢና ወላ ንፍተዋ መታዕቢትና ወላ ትኹን ብሰንኪ ሓምላ ፀሊእናያ ሉክ ወፂኣ ሓምሊ ቆስጣና ናብሪ ኡኻ ትውስኸሉ መንጎ ውይ ትብል ከኣ እዛ ልብና ሽዑ እዋ ሓምሊ ወላ ቪታሚን ይሃልዋ ሽዑ ጸሊኤ ኣነ ምርኣያ ጸሊኤ ኩሉ ሻዕ ኮይና ኣብ ገዛና ቧዕ እንታይ ይበሃል ወዲ ፀሓ ዓለም ዝብለዋ ጓልሲ ምሳና ሕማማ ከተማ ትፃወት ገለመለ ሓምላ ኣቐሚጣ ሕማማ ከተማ ትፃወት ዝወስደላ የለን ግን ማማ ከተማ እንዳ ተጻተት ከላስ ብምሕርቲ ሓምሊ ምሽቃጥሲ ኣብቲ መንደቅ ከምዚ ኢላ ማማ ከተማ ንዓኣ በጺሓታ ማማ ከተማ ጭር ትብል ምሽ በቲ ለኻ ክስቶ ገልመልካ እዩ ድርከብቲ ናይ ማማ ከተማ ጸሓ ዓለም ንዓኣ በጺሓታ ሓምላ ቅሚጣ እያ ምሳና ትጸወት ዘላ ጭርጭር ማማ ከተማ ክትብል ትምሒር ኣመል ሓምሊ ቆስጣ ሓምሊ ኣድሪ ኣድሪ ላህና ካብ ዘለና ወፅና ብሰሓቅ ፀሓለ ዋ ነዚ ዓለም እኮ በፅቢፅክያ ማም ሓማል በሃል ዓርከይ ነይሩ ተሓነ ማማ ከተማን ፀያፊ መልሓሱ ማማ ከተማን ሓምሊ ቆስጣን ምፍናይ ስኢንክያ ክዲ ሸቅጢ ቀደሙን ነዴታና ብሑሱ እንዳሸጥኪ ድስትና መኒእኽዮ ቡቕፅንቲ ክንይ። ዘሪጋን ኢታይ ምቁርን ታይ ገብሩ ወዲ ጓሎም ነይርዎም ንእሽተይ ቆልዓ ነዚ ቆልዓ ወዲ ጓሎም ሒዞሞ ከዱ ኣብ ሓደ እንዳ ክዳውንቲ እትዎ ስማዕኒ እታ ቆልዓ ብዙሕ ከየኽበርካ ካብዚ ክዳውንቲ ምረፅ ፅባሕ ንጎ ክምርቐካ ምስ ዓበኻ ወኒዕኺ ትመርሐኒ ይብሎ
ካብዚ ሓጎይንካ ኢኺ ወደይ እንታይ ኢኻ ትብቅቕ ኣይትብቀቕን ዶ ሰልሰል እንዶ ብሎ ብሎ እቲ ቆልዓ ኸኣ ኤህ ሕራይ እስከ ምረጽ ትብሎ ኤህ ስማዕ ዝሓወይ እዚ ስረ'የ ክንደይ ኢልካዮ ይብልዎ ነቲ እንዳ ኽዳውንቲ ኣይዋ እዚ ንዓኹም ሰለስተን ሰማንያ ኤህ ስማዕ እንዶ ብዕለት ሰማንያ ዲኻ ተወሊድካ እንታይ ኢኻ ሰማንያ ሰማንያ ትብል እቲ ሰለስተ ግደፎ ብሰማንያ ዶ ክገዝኣ ዋእ ኣቱም ኣቦ ክትገዝኡ ዲኹም መጺኹም ኤባ ንዓኻ ክርኢ መጽየ ርእሲ መዋእል ህጻናት ሸታሕትሑ ምርኣይ ጸገም እብለካ ኣለኹ ሶርናኻ ከይሰብረካ በዚ ምርኩሰይ ገይረ ወይ ከይረግመካ ኩሉ ክበጽሐካ ይብልዎ

ዕንታይ ልዕሊ ክድዓ ሽጋራ ሒዙ ኢሎሞ ቱባክ ሽጋራ እዩ ሒዙ ዘሎ ከምኡ እዩ ትስእሊ ዔበል እዚ ወደይ መግዛእ ክገዝኦሉ እንዴ እዚ ቱባክ ትብሎ ዘለካ ግን እታ ሽጋሮ ቦኾኽ ኣቢሉ ስጋዕ ዝውድኣ ዘወር ኢልና ክንመጽእ ኢና ኢሎሞ ነታ ስእሊ ምእንታ ገዘሎ መጽእ ናይ ብሓቂ ኣብ ታሪክ ህወተይ ዘጋጠመኒ እዩ ቅድሚ እዚ መርዓ ዝረኣኹሞ ንእሽተይ ዕሰለ ነይራትኒ ሓዳር ብኡ ገይረ ነይረ ኣብዚ ሓዳር ዝገበርኩሉ ግዜ በቃ ሓዳር ድፈተና ጥራሕ ድፈልጣ ሓዳር ዕንጨቲ ትደሊ ኮሚደረ ሽጉርቲ ትደሊ ልቸ ትደሊ ማይ ትደሊ ገዛ ክራይ ትደሊ ሓዳር ማለት ምምሕዳራ ዝጠፍኣ ካብ ዓለም ዝሃደመት የኡምሮኣ ዝሰሓተት ካላ ናብራ እያ ሰንከልከልከልከልከል እያ ተብልካ ኣነ እዞም ዓበይቲ ሰብኡት ምስ ብሽክለታ ክኸዱ ከለዉ እንታይ እዩ ከይብሉ በይኖም እንዳዘረቡ ከለዉ ሞባይል ሞባይል ድያ ደላቶም ሽዑስ ሞባይል ኣይነበራን ሰብ ሎምስ ሞባይል ገይሩ ሄድፎን ገይሩ እንዳዛረበ ኸይዱ ኣብቲ ግዜ እቲ ወለድና ግን ንበይኖም እንዳዛረቡ ኮይዱ ነይሩ እንታይ እዮም ኮይኖም እየ ድብል ነይረ ስለ ዘይበፃሕኩዎ እዞም ሰብኣይ ዋ ኣቦይ ተስፋ ኣለም ሪእኹሞም ዶ በይኖምሲ ብሉ ክዱ እንታይ እዮም ኮይኖም ተረኣኻስ ሓደ ክልተ ቆልዓ ከይበልኩስ ንበይኒ ጀሚርኒ ዕንጨቲ ፅዒንካ ብሽክለታ በዚ ብረሃፅ በቲ እኳ ንገርመኪ በቃ ሕጂ ድኳን ነይራትኒ እታ ድኳን ብፍኒስትራ ኢኻ ትሸይጥ ፍርቂ እያ እታ ናይታ ገዛ ኣብቲ ድኳነይ ሕጂ ብብዝሒ የለን እየ ድሸይጥ ነይረ የለን ሕጂ ብብዝሒ የለን ብብዝሒ የለን ሸይጥ ነይረ ንየለን ክትሕሉ ከዓ እታ ሰበይተይ ኮፍ ኣቢል እያ ሕጂ ፌሪ ሽኮር ኣሎ ዶ የለን እቲ ንእሽተይ ቆልዓ ወደይ ከይኢልዋ ወላ ሱቅ ፌሪ እብልዎ ምሽ የለን እያ ክትብል ኢሉ እቲ ወደይ ከኣ የለን ይብል ባዕሉ ከይመጻ ከለዋ ፌሪ ሳምና ኣሎ ድዩ ክብላ ከለዋ እቲ ንእሽተይ ወደይ ከኣ ኖህ ከኣ የለን ይብል የለን ጥራሕ እዩ ከም ዝሸየጥ ፈሊጡ ሽዑ ቁሩብ ሓዳር ብኤሌክትሪክ ጠምጢማ ትራንስፈር ንሰማይ ክትብለኒ ቁሩብ ተሪፍዋ ነይሩ መቸም ኣብዚ ግዜ እዚ ሓንጎለይ ተተዛምነኹ ትኽ ኢለ ካብ ኣብቲ ገዛ ዝኣቱ ስትረስ ይገለ ኢለ ኣብቲ ከባቢ ቃሓውታ ክልተ ቢራ ክሰቲ ኢለ ኣብ ሓደ ባር ሚዛን ትበሃል ኣብኡ ይኣቱ ክልተ ምስ ጠዓምኩ በዚ ትሕተይ ከዓ ፌስታል ኣለኒ ፌስታላት ገሊኡ ነታሓ ምምሕዳራ ዝጠፍኣ ሓዳር በዚ እቲ በትኻ ዘሎ ከዓ እቲ በዚ ዘሎ ከኣ ነቲ ድኳን ነታ የለን ድኸውን ከኣ ሽጋራ ገለ ከኣ ወሲደ ኣለኹ። ሽዑ ምርኩስ እሕዝ ነይረ። ብሽክለታ ከኣ ኣብ ሓንቲ ገዛ የቐምጣ። ምሸት ከተማ ውዒለ ክመጽእ ከለኹ እታ ሳይክል ሒዘ እንዳ ደረፍካ ንጸሎት እየ ድኸይድ ነይረ። እቶም ገዛ እቶም ሳይክል ደቐምጠላ ገዛ ዓጽዮሞ። ለይቲ ኮይኑ ሰዓት ክልተ። ክልተ ቢራ ምስ ጠዓምኩ ጥዕማኒ። እዋይ ከደንዘን ሰልዲ ናይ ክራይ። ናይ ገለ ይሓስብ ባዕሉ ይፈልጥ ክልተ ደይጥዕም ኢለ ባር ሚዛን ባር ፍትሓዊት እንዳበልኩ ኣማሙቕ ኣምስያ እዛ እዝነይ እዝነይ ፍሕፉሕ እብለኒ እዘን ኣስቤዛ ሒዘ ተኸድኩ እቶም ገዛ ሳይክል ደቕምጠላ ተዓፅዩ ፀንሒት ገዛ ወይ ሞሲባ ተደድ ግበሩ ኣዛብእ በቃ ዳርጋ ተን ኣንስትዮ ኣዛብእ ታኬት ጫማ ጌረን እቶም ደቂ ተባዕትዮ ከኣ ጓንቲ ጌሮም እዮም ዝመጹ ትርእዮም ኢኻ በቃ እይ እይ እይ እይ ነበሉኻ እዮም ዳርጋ ዳሓን ሞሲባ እዩ ሕጂ ዋይ ታኬት ዝገበረበራ ኣዛብእ ደኣ ክረኽባን እንድየን ሎማዓንቲ ደሓን ደቀይ ወላ ፍሑ ክዳበልኩ ካብዚ እንዳበልዑኒ ወደይ ፌሪ ኢለ እንድሕር ሓንሳእ ርእየምስ በቃ ትፍለጥ ባዕላ ትፍለጥ ዓለም እንዳበልኩ እንዳሃደረፍኩ ክኸይድ ስለ ጨሪመ ደለኹ ይተረደእኒ ወርሒ ሸውዓተ እዩ ክረምቲ እዩ በዚ ሸዊት ሸዊት ቦቂሉ ሓንቲ ኣታ ጽርግያ እታ መንገዲ መገዲ ጸሎት ይስጉም ኸደልካ እንዳኸድኩ እንዳኸድኩ ሸዊት ከምዚ ዝብል ሽድብል ሽዑ እንዳደረፍኩ ኸይድ ሚስተር ሎባ ሎባ ኖቦምባስቲ ካሬ ፋንታስቲክ ከጅከልያ ቦም እንዳበልኩ ትምርኩሰይ ብሓንገጥ ስቤዛ እገርየ በዚ ኮሚደረ ሽጉርቲ እው ገለ ከምዚ ገይረ እዮ ሚስተር ሎቫ ሎቫ እንዳበልኩ ጠለፍ እንዳበልኩ ክኸይድ ሚስተር ሎቫ ሎቫ ነቦ እንዳዛናግዑ ክኸይድ ኣብ ጥቃ ዲጋ እዮም ጸኒሖምኒ ከምዚ ክትበልዕ ከለኻ መግብን ማይ ሰሓን ትቕርብ ኣነ ከዓ መግቢ መጾም ኣለኹ ጥቃ ዲጋ ድኾን ንምንታይ ምእንቲ ኢቲን ክገብሩ ንዓይ ኢቲን ክገብሩ ንከለዉ ሲ ንኸይሕነቑ ጥቃ ዲጋ እዮም ጽበዩ ተማዛብ ኣብታ ናይ ዲጋ ሕጂ ምስቲ ሰትየ ዘለኹ ዝብኢ ገለ ክረኽበኒ ድበሃል ሓሳብ የለን ሃንደበት ክብሉ እውይ ወደባይ እዘን ሰትየን ዘለኹ ፅይት ፅይት እውይ ካልእ ድግበሮ ንቕሓውታ ክምለስ ኣይክእል ንፀሎት ክኣቱ ይክእል እዛ ልበይ ኣብዚታት እያ ትሃርም ዝኾነ ሰብ ድግድግ ትብል ትኸውን ናብዚ ሽዑ ቫይቭሬት ሞባይል ከይኣተዋ ኣትዩ ነብሰይ ዋእ ሕጂ ሪኤ እኮ ነይረ እየ ከምዚ ዓይኒ ዝተወልዐ ገለ እኮ ሪኤ ነይረ እየ ኣነ ግን እንታይ መስልኒ ክረምቲ ስለ ዝነበረስ ማይ ዝዓቆረ ብልጭልጭ ዝበለ እዩ መስልኒ ምስቲ ጨሪመ ዘለኹ ከዓ ብዙሕ ተርፍ ንገርኩም ወይ ዛብኦም ዕስለ ሓደ ኣቦጓይላ ትቕበሉ ማለት እዩ ስቕበሉ ብሎም ብሎም ሱቕ በሉ ብዕቁብ ኣኽልና እዩ ይዘራረቡ መጨረሽታ ሓው ከዓ ዓቕለይ ፀይብኒ ከሎ ሃንደበት ሓሳብ መፅኒ ንብዙሓት ኣዛብእሲ ወላ ሓደ ኮይኑ ዝብኢ ብዙሓት ኮኑስ ከም ብዙሓት ሰብ ኮንካ እንድሕር ቀሪብካዮ ንብዙሓት ሰብ ይፈርሕ እዩ ድብል ዕላል ስለ ዘሎ ኣነ እዚኣ ተባላሒተ ሸዓ ሸዓ መፅያትለይ ሎማዛው ምንጅምሮ መስጅምሮ ብድሕሪ ብታ ብድሕሪ እንታ ገለብሉ ዋይ ዲቪያን መጥቃዕቲ እንዳ እሞ ፈልጦ እንዲ ነይረ ሕጂ ዶ ክብጀል ኮይነ ባ ግርማይ ኳ ከተጋግሕ ስሎም ከም ደግበር ኣታ ተኾንካታ ገድፈል ይብል ከም ብዙሓት ኮይነ ክስምዖ ተማዛብእሲ ብዙሕ ሰብ ምእንቲ ክመስሎም ኢለ እየ

ክርትም ኢለ ዝስሓቕ ኣብኡ ገለ ዝሰርሓ ኣለዋ ባር ገለ ካብተን ኣዛብእ ልበይ ጠፊእኒ ወዮ ናብታ የለን ድኳን ከወስዳ ዝሓሰብኩ ስቤዛ እንዳደርበኹ እንዳደርበኹ እዛ ምርኩሰይ ሒዘ ስቤዛ እንዳደርበኹሎም ንሽጋራ ዝስቲ ሽጋራ ይኹኖም እንዳበልኩ እንዳደርበኹሎም ይጎይ እዚ ምርኩስ ጠለፍ ኢሉ ብመንጎ እግሪ ብዚ ቲኣቲክ ድፍእ ኢለ ወዲቀ ትምርኩስ እቲ መሬት ከዓ ቀይሕ እዩ ቀይሕ እቲ መገዲ ጸሎት እንዳ ጉማረ ዝበሃል ገምገም ገምገም እብላ መን ኢኻ ትብለኒ ኣነ ኣነ መዳ መዳ በዓል ድኳን ትብለኒ እወ እንታይ ዳ ኾንካ ተኸፈትኒ ዋን ህልወኺ ነብሰ ጾር ኣዛ ብእኽበል ዓንደኺ ንዓኻ ድዩ ንዓኡ ትብል ወደይ ገለ መለት ትብለኒ ወዳ ከዓ ኣብኡ ኣሎ ከምዚ ኢሉ ደቂሱ እውይ ናዓበል ዘወደይ መን ሽሙ ዳዊት ድገደስ ሽሙ ረሲዐዮ ናዓበል በጃ ካፋንዎ ተበለት እዋ ኣነ ክጂ ከለኹ ተበጀሉኸ ወደባይ ንሓዳርካ ከም ገለ ገርካ ኣለያ ግዜ እዋ ንሓዳር እንተገድሽካ ኪድ እንደግዳ ስኻ ኣብ መምሕዳሮም ፍለጦ ገለ ብሎ ኣብዚ እንዶ ሕደራ እንታ ወደባይ ገለ ብለኒ ባዕ ኣይሓድርኒ ሓቡ እንዳ ሰበይተይን ሓዳራይን ትሕሸኒ ሃብኒ ኢለ እቲ ፋኑስ ሒዘ ኸይድ ፋኑስ ሂባትኒ እታ ሰበይቲ እሞ ክትከይድ ጸበል ክበካ ትብለኒ ንዝብስ ጸበል ክህድሞ ኢልኪ ትሓስቢ ክህድሞ ክእል እንዲ ኢለያ ግን ከደንዝዞ ክእል እዩ እዚኦም ግን ዝድንዝዙ ይኮኑ ኢለያ መቸም ሒዘ እቲ ፋኑስ ተኸድኩ ሕጅስ መብራህቲ ይህድሞም እዩ ዝብእ ትሰምዕ ምሽ ንዖም ግን ናይ ዲስኮ ኮይኖም ነበይ ስቅዳሓን ኣብቲ ክትጠፍእ እያ ገለበለ እንዳበሉ ስጋዕ ገዛ ገምገም ኣቢለ ገዛ ኣቱ እንታይ ደኣ ኮንካ ስቕ ደኣ በል እንዳ ድል ከይ ጀሚረ እንኳዕ ኣይበልዑኒ ገለ ኢለያ ብረስኒ ክትኮስ ዘምጸኻዮ ጨርቂ ኣንቂጸ ህበካ ቫይብሬት ኳ ኮንፌ ኳ ስኢነ ብረስኒ ጥራሕ ዘምጸኻዮ ጨርቂ ኣንቂጸ ህቦም ኣንቂጸ ህቦም